ዝኸበርኩም ተዓዘብቲ ናይዛ ቻነል ንሎሚ ኣብ ፈላሚ መደብ ንዘክር ኣብ ገዛ የሕደጎ ገብረመድህን ምስ ስድራ ቤቱን ምስ የዕሩኽቱን ዝኽሪ ክህልወና እዩ። መንጎኛ የለን ድዩ ዘቀራርበና ጸገምና ፈሊጡ ዘረዳድኣና ከምዛ ደይንፋለጥ እንታይ ይገብር ምስዚ ወልዐ ንበሩ ኣሕደጎ ኣዝዩ ክቱር ፍቕሪ ነይርዎ ምሳይ ቀስ ኢሉ ከፊቱ ገዛ ኣትዩ ሓፍ ኣቢሉ ንዓይ ናብቲ ዓራቱ የደቅሰኒ። ምፅእ ኢሉ ገዛ ኣበይ ከይዱ እዚ ቆልዓ? ላላ ኣብ ደገ ከለኹ ፀዊዑስ ንዓ ገለ እዩ ዝብለኒ። ኣብቲ ሞይኡ ጥዑም ደራፋይ ነይሩ፣ ሓያል ደራፋይ ነይሩ። ኣብቲ ንኸዶ ዝነበርና ሞር ተቐባልነት ነይርዎ። ቆልዓ ደኦ ባርያ ከድንቖ ሰሚዐ። ውላዳ ኢለ ጎብር እዩ ገለ እብሎ ነይሩ። ከም መስምዒ ኢሉ ኣብ ካሴት ኣይመልእን እዩ። መዘከሪ ኢሉ ኣይ ኖት ገለመለ ብዙሕ ኣይፅሕፍን እዩ። እንድዒ ኣብ እንታይ ድሕዞ ኣብቲ ሓንጎል እዩ ይመስለኒ። ውፅእ ኢሉ እታ ዘላ ኩላ ኢሉ ወፅኣ። ተቐባልነት ኣብቲ ሙሉእ ዑደት ሪኦ ኣለኹ ብፍላይ ኣብ መንእስያት ብጣዕሚ ብጣዕሚ ጓሎም ወዶም ልክዕ ሙሴ እዮም ዝተርፉ። ኣብ ሓደ ድኳን እትው ኢለ ወፅየ ኣብ ውሽጢ ሰሌማ ትብል ደርፍስ ዳርጋ ኣብ ዓሰርተ ሓሙሽተ ደቂቕ ወዲኤያ ኢሉኒ። ገንዘብ ረሳሕ እንታይ ኢልክዮ ሓላፋዩ ኣይትመንዮ ምልስልኪ እሞ ሕሰቢ
ንዕሓፍተይ ፍቕሪ ዓቢ ሰላም ዝኸበርኩም ተኸታተልቲ እዛ መደብ ከመይ ትኾኑ ንሎሚ ኣብ ፈላሚ ናይዚ መደብ ንዝኽሪ እ፣ ኣርቲስት ዝኽሪ እ፣ ዝተፈላለዩ ዝና ዘለዎም ፍሉጣት ሰባት ኣበርክቶ ገይሮም ዝሓለፉ ንሕብረተሰብን ሃገርን ኣበርክቶ ዝገበሩ ሰባት ንዝክረሉ መደብ ንዘክር ንፍልም ኣለና ኣብ ናይ ፈላሚ መደብ ሎሚ መዓልቲ ኣብ ገዛ እ፣ ቤት ክቡር ድምጻዊ ብሂወት ሓሊፉ ዘሎ የሕድጎ ገብረመድህን ኢና ዘለና። እዚ ገዛ እዚ የሕድጎ ገብረመድህን ዝዓበየሉ ገዛ እዩ። ሕጂ ምሳና ዘለዉ ወደኩኡ ዝብጽሖ የሕደጎ ገብረመድህን ከምኡውን ናይ ቀረባ ዓርኩ ነዊሕ ዓመታት ብሓንሳብ ዝተጓዕዙ ስነ ጥበበኛ ኢሰገ ኣብዚ ምሳና ኣሎ። ዕላል ክህልዎም እዩ ዝኽሪ ክነዕልል ኢና ናብ ምሉእ ትሕዝቶ ከብለኩም እየ። ክሳብ ፍጻሜ መደብና ምሳና ክትሓብሩና ዕድሜና እዩ ሰናይ ምክትታል ሳሚ ከመይ ሓዲርካ እግዚኣብሔር ይመስገን ኣቐዲምና ስለቲ ነዚ ዝኽሪ እዚ ክንገብር ዝገበርካልና ምትሕጋዝ ካብ ሓበሬታ ጀሚርካ ስለቲ ዝሃብካና ግዜ ነመስግን ኢሰገ እውን ስለቲ ዝሃብካና ግዜ ነመስግን ሳሚ ብኣኻ ክጅምር እስከ ምስ ሕደጎ ዝምድናኹም እንታይ እዩ እንታይ ኢኻ ትብፅሖ ሕጂ ሕደጎ ንዓይ ወዶሞ እዩ እሱ ወዲ ክልተ ዓመት እዩ ካብ ኣብ ሑሞራ ተወሊዱ ወዲ ክልተ ዓመት ናብዚ መጽዩ ኣንሃ ወዲ ኣርባዕተ ዓመት ኣብዚ መጽየ ማለት ብሓንሳብ ተኣኻኺብና ማለት እዩ ኣብታ መደቀሲት ውን ብሓንሳብ ተሓቛቒፍና ደቂስና ዳሕኣበና ኢና ማለት ምስ ሕደጎ ሰብ ከም ሓዉ እምበር ከምዚ ሕጂ ውን ወደኮይ ክብሎ ከለኹሲ ንዓይ ውን ተኣሽም ገብረኒ እዩ ሓወይ ኣይድብሎ ሓዉ እምበር ዋላ ጎረባብቲ እዚኦም ከም ሓዉ እዮም ዝፈልጡኒ ሕጂ ኣነ ከኣኒ ብጣዕሚ ሕጎስ ሓወይ ዘኪርኩም መጺኹም ካልኣይ ተዘክሮ ክትገብርሉ ከለኹምስ ኣዝየ ሕጉስ እየ። ጽቡቅ እስከ ፍልይ ዝበለ ምስ ሕደጎ ርክብ ኔርኩም ኣብቲ ብንእሽቶኻ ከም ትብሎ ዘለኻ እስከ እሳ ቆርብኮ ተስፋሓልና እታ ዕላል። ሕጂ እንታይ ይገብር ምስዚ ወዕያ ነበሩ ሕደጎ ኣነ ምስቲ ስዉእ ሓወይ ኣሎ ኣብ ሓንቲ ዓራት ደቂስና ከለና እሱ ከኣ በዚኣ ካልእ ፊትና ኔራ ማለት መደቀሲ ብሓንሳብ እሱ ከኣ ኣብኣ እዩ ድቅስ ኔሩ ምስ መጸ ሕጂ ኣዝዩ ክቱር ፍቕሪ ነይርዎ ምሳይ። ቀስ ኢሉ ከፊቱ ገዛ ኣትዩ ሓፍ ኣቢሉ ንዓይ ናብቲ ዓራቱ የደቅሰኒ፣ ሓቒፉኒ ይድቅስ። በቃ እንድዒ ኣነ ድሕር ደየለኹሲ ከምዚ ተኣሽሙ እዩ ዝኸውን። ምጽእ ኢሉ ገዛ ኣበይ ከይዱ ዝቆልዓ ላላ ኣብ ደገ ከለኹ ጸዊዑስ ንዓ ገለ እዩ ዝብለኒ። ብጣዕሚ ፍቕሪ ናተይን ናቱንሲ እንድዒ። ከምዚ ኢልካ ክትገልጾስ ከቢድ እዩ። ጽቡቕ እስከ ናብ ኢሰገስ ግራ ንሱ ምኮንን ከመይ ኣለኻ? ጽቡቕ
እስከ ምስ ሕደጎ ርክኩም ካብ መዓስ እዩ? ሌላኹም ካብ መዓስ እዩ?
ቴሳን ሓሙሽተን ቴሳን ሓሙሽተን ተላሊና ነዊሕ እዋን ካብ ብሓንሳብ ከይድና
ነዊሕ እዋን እዩ ጽቡቕ ዝበለ ዝምድና እዩ ነይርኩም ብጣዕሚ ብጣዕሚ ክንደይ ኣቢሉ ብሓንሳብ ተቐሚጥኩም

ሪከርድ ብሎ ኣብ ሓንጎለ ማለት እዩ። ክራር እውን ኣይሃርምን እዩ። ኣይሃርም ብዙሕ
ይገርመካ እዩ። ክበካ እዩ በቃ ኣምላኽ ክበካ እዩ። ብደክስታይ ነናትካ ኳ እዩ ገሊኡ ደራፋይ ገሊኡ ሰያማይ ገሊኡ ገጣማይ ነደድበካ እግዚኣብሔር ህያብ እዩ። ናይ ሓቂ ሕጂ ከምኡ እሱ ብደይ ክራር በቃ ኣየፅንሑን እዩ ከማን ገርመካ ክስ- ክደ- ክደርሶ ከሎ ይዕለኒ ነይሩ ሓደ እዋን ኣብ ሓደ ድኳን እትው ኢለ ወፅየ ኣብ ውሽጢ ሰሌማ ትብል ደርፍስ ዳርጋ ኣብ ዓሰርተ ሓሙሽተ ደቂቕ ወዲኡ እያ ኢሉኒ መሊሽካ ከዓ ዋላ ርእየ በዓል ኣይቀበፅኩን ገለ ክሰርሖ ከሎ ብሓንሳብ ኣለና ምንም ግዜ ኣይወስደሉን እዩ ነይሩ ቀልጢፍ እዩ ክስታይ ዝገብሩ ቀልጢፍ እዩ ዝሰርሖ ነይሩ እሞ ከዓ የሕደጎ ሲ ከባቢ ሰብ ዓደ ደርፍታት እዩ ዘሎ ጎብታት ቁጥሩ እውን ቀሊል ኣይኮነን ኦ፣ ዋላ ኣብ ሴሌክሽናት ገለገለ ኣለዎ እሞ ብካሴት ከዓ ሓሙሽተ ካሴት እዩ ሰሪሑ ኦ፣ እስከ እሞ ንመጀመሪ ክትኮነና ናይ ሕደጎ በየነይቲ ደርፊ ክትጅምረልና

መሊስካ ኣላ መቸም ሓደ ጎ ዘኪርና ኣለና ሓቂ የሕደጎ ገብረ መድህን ሓሙሽተ ካሴታት ከም ዝነበሩ እዮም ዕሊሎምኒ ወይ ድማ ዝረኸብኩ ሓበሬታ ፍሽኽ በል ዮርዳ ሳሌማ ፍሽኽታኣ ፌሩዛ ኣይቀበፅኩን ገና ዝብላ ደርፍታት ሓሙሽተ እዩ ደሪፉ ብጥርኑፍ ከኣ ኣብ ብህይወት ከሎ ዘበርክቶ ደርፍታት ድማ ከባቢ ሰብዓ ይበጽሕ ብልጽን ማለት እዩ ኣዝዩ ዓብዪ ስራሕ ዝተሰርሐ ኣርቲስት እዩ ናይ ብሓቂ ብፍቕሪ ናይ ፍቕሪ ትሕዝቶ ዘለዎም ደርፍታት ብምድራፍ ከዓ ይፍለጥ እስከ ይሰግ ንፍቕሪ ከመይ ይገልፆ ይሕደጉ ዋላ ሓደ እዋን ባርያ ከድንቆ ሰሚዐ

ክስታይ ገብረ ነይሩ የድንቆ እዩ ብጣዕሚ እዩ ንፍዖ ብሓቂ
ንመንእሰያት ኣብ ኮተቴ ኣብ ዕድሜኦም ኣፋቂርዎም ፍቅሮም ክገልፁ ገይርዎም እዩ እሞ በዚ ኣጋጣሚ ኮን ዝክሮ ሕደገ ከዓ ፍቅሪ ከመይ ነይሩ ኣብ ሂወቱ ብጣዕሚ እዩ ብጣዕሚ ብጣዕሚ ፈቃር ገለ ብጣዕሚ ሸካ እንዶ ምሳይ ትፍልጥ ምስ ዘበልና ኳ ይተፈላለና ስለዚ ኳ ማለት ኳ እዩ ብጣዕሚ ብጣዕሚ ወዲ እዩ እቶም ኣርቲስት እዩ ነይሩ ሳሚ የሕለጎ ኣብ ትምህርቲ ከመይ ነይሩ ብጣዕሚ ብጣዕሚ ንፎ ነይሩ ኣብ ብልጫ ይደብል ነይሩ ዋላ ናብ ስእሊ ላኸር የካኽእል እየ ብልጫ ዝወሰደሉ ዳርጋ ካብ ሳልሳይ ንታሕቲ እንዳወፀ እዩ ሓሊፍዎ ትምህርቲ ሓር ናይ ሃገራዊ ስምዒት ኮይኑዎ ኣብ ሰማንያን ሸሞንተን ንኣሽቱ ከለና ንሕና ትምህርቲ ኣቋሪጹ ከይዱ ንሜዳ ማለት እዩ እምበር ትምህርቲ ስጋዕ ዝሳ ዘቋርጻ ኣዝዩ ንፉዕ እዩ ነይሩ ዋላ እውን ካብ ቆልዑ ካብዚ ንኣሽቱ ከለና ንሕና ካብ ተኣኸለሉ ይሕደጎ ማለት እዩ ከምዚ ኣብ ሙዚቃ ሕጂ ብዙሕ ተኣሽሙ ነይሩ ተውህቦ ነይሩ ከምዚ ንኣብነት ብሃይለ ገብሩ ጽሉል ነይሩ ሃይለ ገብሩ እንተ ለዓለ ዘኪረ ሃይለ ገብሩ እዩ ዝፈቱ ነይሩ ካብ ናህና ማለት እዩ ካብ ናይ ኢትዮጵያ ከዓ ኤፍሬም ታምሩ ሕጂ እቲ ጎኒ ጎኒ ትምህርቱ እውን ኣብ ስነ ጥበብ ንፉዕ እዩ ነይሩ ሕጂ እሱ ከዓ ካብ መን ዝወረሶ እዩ ካብ ሓወቦኡ ኣለማዮ ካሕሳይ ዝወረሶ እዩ ኣለማዮ ካሕሳይ እንታይ ይኸውን ኣሎ ሓወቦኡ ሓወቦኡ እዩ ሕጂ ስሕ ደጎስ እንደ ከምዚ ዝበለ እዩ በቃ ንፉዕ ኣርቲስት እዩ ግን ኣምላክ ኣይፈቀዶን ካብዚ ዓለም ታች ተሰዊኡ ማለት እዩ ብሕማም ተሰዊኡ
እስከ በዚ ኣጋጣሚ ክንዝክሮ ያደጎ ከመይ ነይሩ ሓዳር ኣብ ሓዳር በፂሑ ድዩ
ኣይ በጻሕና ሃታ ሓንቲ ነይራ ብፍቅሪ ኣቆሎ ተቢሎም ነይሮም ማለት እዩ ግን ወላ ሓንቲ ሓዳር ገለስ ኣይገበሩ
ውዳዱ ነገደፈን ኣይገደፈን
ዝኸበርኩም ተኸታተልቲ ናይዚ መደብ መደብ ንዘክር ኣብ መደብ ንዘክር ኣለና ምስ ሕደጎ ገብረ መድህን ኢና ዘለና ዋላ ውላድ ኣይግደፍ ግን ናይ ብሓቂ ተዘከርቲ ዝኾኑ ሓወልቲ ዝኾኑ ስራሓት ገዲፉልና እዩ እሰገ

እስከ ንሕና እኮ ከም ባህሪ ኩሉ ሰብ ነናቱ ባህሪ ኣለዎ፣ ነናቱ ባህጊ ፍትወት ኣለዎ። ከም ወልቀ ሰብ ዝፈትዎ ነበረ እንታይ እዩ? እንታይ ይፈቱ? እዋ
ቡን ይፈቱ ነይሩ። ቡን ካብ ካብ ዓቐን ንላዕሊ ካብ ትድሪኦ ነበርኩ ቡን ዝያዳ ይፈቱ ነይሩ። ቡን ኮፍ ክትብል ከለኻ ብዙሕ ብዙሕ ኣለካኒ

ኮሚ ከምዚ ኮፍ ኢሉ ኣነ ካብቲ ድራኹዎ ብዙሕ ክሰርሕ ዋላ ሓንቲ ሓሙሽተ ደቂቕ እውን ኣይወድ ኣይወስደሉን ገርመካ ቀልጢፉ እዩ ዝሰርሖ ከመይ ዝሰርሖ ገለ ኮድ ኣብቲ ላዕሊ ኣነ ይሪኦ እንታይ ድገብሮ ገለ ኢልካ ኮድ ገለ ከምዚ ሃይለ ገብሩ ይፅሕፍ ኣብቲ ላዕሊ እቲ ናይቲ ዜማ ክስታይ መስለ ሪከርድ ስለ ዘይብሎ በቲ ናይ ባ ከምዚ ገለ ክስታይ ገይሩ ባርያ ብል ታረቀ ድርብ ገለ ኢሉ ክስታይ ገይሩ ካብኡታት ከመይ እዩ ምስኡ ከዓ ከተነፃፅሮ ከለካ ምስቲ ናይስናዮም ናይ ካልኦት ደርፊ ኣዊኻ ሽሞም ትሪኦ እምበር ምንም ናይ በይኑ ስታሂል እዩ ለለዎ ምንም ኣይሰማዕክዎን ትደርፉ ኣብ ካልእ ስኒ ትሰምዖን እኻ ኩሎንተን ደርፊ ኮን ፖልጤና ትትግርኛ ኣብ ካልእ ኣይትሰምዖን እኻ ባዕሉ ይድፈጥሮ ግን ኣብኡታት ኮድ ገለ ገብረሉ ነይሩ ብእሱ ዝብኡ ንኡ ዝዝርደዩ ዝብሎ እዩ ትውሽጢ ኮድ ኮድ ኣብኡ ዝገብረሉ እሱ ዝብሎ እዩ ማለት እዩ ሰጊ ንኣኻ ተለይ ደኺምካስ ኣነ ንታደ ካልኣይ ክሰምዓና ናቱ ናቱ ናይ ንቅጫ ኢና ሓከ መፃኢና

ናይ ደርፊ ግጥሚ ክሃንጾ ከሎ ንኹሉ ሰብ ብዝርድኦ ቋንቋ ጽሕፎ ስለ ዝነበረ ናይ ብሓቂ በቶም ክኢላታት ናይ ሕደማ ጸሓፍቲ እውን ኣዝዩ ተቐባልነት ዝነበሮ ደራፊ እዩ ብፍላይ ከዓ ኣዝዩ ኣብ ዕምቆት ናይ ፍቕሪ ንፍቕሪ ናይ ብሓቂ ቋንቋ ዝፈጥረሉ ዝነበረ ደራፊ እዩ ናይ ብሓቂ ኢሰገ ከኣ እቲ ክራር ትሰምዑ ስለ ዘለኹም ናይ ብሓቂ እዩ መሊስና ንሕደጎ ከም ዘለና ኢና ንሓስቦ ናይ ብሓቂ ብመንፈስ ምስኡ ኣለና እስከ ንሕደጎ ግብረ መድህን መብዛሕትኡ ሰማዓይ ብደርፉ እዩ ዝፈልጦ ኣርቲስት ከዓ ኪኖ ኣብ ደርፉ ከዓ ኣብቲ ማሕበራዊ ህይወቱ ከዓ ናቱ ፅባቀ ኣለዎ ናቱ ፍሉይነት ኣለዎ እስከ ምስ ቤተሰብ ጎረባብቲ ከመይ ነይርዎ ዝምድና የሕደጎ ጽቡቕ ኣብ ጎረባብቲ ሕጂ የሕደጎ ዳርጋ ጎረባብቲ የዕሩኽቱ ኣዝማዱሲ ዳርጋ ደገ ደገ እዮም። ኣብዚ ጎረባብትስ ብዙሕ ምሸት እዩ ዝኣቱ ንግሆ ይወጽእ። ካልኣይ ከኣ ወላ ሓንቲ ፍቕሪ ነይሩ ብጣዕሚ ጽቡቕ ነይሩ ፍቕሪ ዓይንኻ ትደፈን ዝብሎ ሰብስ ኣይነበረን ብጣዕሚ ፈቃር እዩ። የሕደጎ ብጀካ ንነብሱ እምበር ኢልሃሲ ንሰብ ጽቡቕ እዩ ትደሊ። እንታይ እሞ ክገልፀልካ እየ ሕደጎስ ኩሉ ነገር ሓዳግ እዩ ከም ሽሙ
እስከ እቲ ካሴት ክወፃሉ ከሎ ካሴቱ ይወፃሉ ኣብ ዝነበረ ይዝርግሓሉ ኣብ ዝነበረ እቲ ዝና ከመይ ትዝክሮ ሕጂ ኣብ ናይ ኢሰገ እንደ ክውስኸልካ እዚኣ ቀዳመይቲ ፍቅራዊ ዝፋነ ክትወፅ ከላ የውርዳ ማለት እየ ኣብ ኦሎምፒክ ፊት ሲነማ ሮማ ሲነማ ኢምፖሮ ኦሎምፒክ ትብል ነይራ ቤት ሙዚቃ ኣብኣይ ዘርጊሕዋ ሕጂ ኣነ ካብ ንግሆ ንግሆ ቆሪሰ ኣብኣ ምሉእ መዓልቲ ኣብዛ ኣፍ ደገ ተገቲረ ውዕል ተገቲረ ንዓ ክሰምዕ ምሉእ መዓልቲ እያ ተወሊዓ ትውዕል ነራ ካብ ንግሆ ስጋዕ ምሸት ሽዑ ፋዱስ ክምሳሕ ኢለ ምስ መፀኹ ከመይ ረኺብካያ ሰብ ከመይ ይሰምዓል ብገርመካ ኣብዚ ምልእ ብል ኣብዚ ኣፍ ደገ ቤት ሙዚቃ ምልእ ኢሉ ክሰምዕ ሰብ ብጣዕሚ እንደይ ካብ መጠን ንላዕሊ እምበር ካብ ተጽብኾ ንላዕሊ ኮይና ታሕደጎ ብጣዕሚ ጽብቕቲ ኮይና ሰብሲ በቃ ዕልቕልቕ ይባቃ ኣብኡ ኣባቃ ንክሰምዓ ነዚኣ ካሴት ኢለ ናይ ምሸት ከዓ ከምኡ ብጣዕሚ እንድዒ ኣዝያ ኣዝያ ኣዝያ ሰሓቢት ነይራ ከም ዝበልኩኻ ከዓኒ ከመይ ሰባት ከመይ ይፈትዎ ነይሮም እዛ ደርፊ ክደርፍ ከሎ ገለ ገለ ኢለካ ሕጂ ዕሊለካ ነይረ ኣብ ድፋዕ ከርእዩ ኢሎም ምስ መጹ ኣጋጣሚ ኣነ መጺኡ ኣሎ ሓውካ ተባሂለ ከይደ ተራኺብና ሽዑ ከምዚ ኣንደር ዓይነት እዩ ነይሩ ዝስራሕ ብታሽም ብሓጺን ብታሕቲ ኮፍ ኢልና ኮለና ሓንቲ ደርፊ ምስ ደረፈ ናይ ሃገር ናይ ሃገር ደርፊ እንዲ ደሪፉ ሕጂ ብታሕቲ ኮፍ ኢልና ኮለና ሓደ ጀብጀብ ወዲ ምስ ብሬን ዕጥቃ ዓጢቑ ኮዩ መጺኡ ካብዚኦም ጋርድ ነበሩ ኣሽኪዑ ሽኪዑ ኣትዩ ኣብዚ እግሩ ሒዙ በጃኻ በጃኻ የወርዳ ድረፈልና በጃኻ ኢሉ በቃ ኣብዚቱ በጃኻ ኢሉ ሰብ ልባእ እታ ሕደጎ ሓወይ በጃኻ ሕራይ እንዶ በሎ እሞ ኣነ ዶ ኣይኮንኩ ድውስኖ ከክልተ ደርፊ ኢና ተባሂልና ዘለና ክልቲኤን ካናይ ሃገር ኢና ክንደርፍ ኣነ ኣይኮንኩ ድውስኖ በጃ ድሓን ገለ ግበር ዋላ ተዛርቦም ኢልዮ ሕራይ ድሓን ኢልኒ ወሽዑ ሕራይ ድሓን ክደርፈልካ ሕጂ በጃ ክፅበየካ እየ ገለ ኢልዎ ግን ኣጋጣሚ ከድርፎ ኣይከኣሉን ኣይደረፋን እዚኣ ደይርስዓ ኣነ ናይ ሕደጎ ማለት ኣብ ድሕሪ ካልኣይ ወራር እዩ ነይሩ እዚኣ ዘይርስዓ ብጣዕሚ ናቱስ ማዕረ ክንደይ ግደፎ ጓል እቲ ኣወዳት እውን ማዕረ ክንደይ ፍቕሪ ከም ዝነበሮም ኣብቲ ደርፉ እዩ ኣነ ደብለን ነይረ ፅቡቕ በዓል መን ኣርቲስት ነይሮም ቀርባ ዝዕርኽቱ ምስኡ ኣብ ስእሊ እውን ርእዮም ነይረ ካብቶም ኣነ ቀንዲ ክሳብ እዚያ ዝመውት ከይተፈለዩ ምስኡ ከም ኣዕርኽቱ እዛ ገዛና ድመላለሱ ነበሩ ይሰገ ይርጋኣለም ብሩረይ እዚኦም እዩ ቀንዲ ዘይ ትቀርቡ ዝነበሩ ምስ ማለት ቀንዲ ስዮም ብጣዕሚ ኣብ ኩሉ ነገር ተሓባበሩና ማለት ንስድራና ተሓባበሩና ኣብዚኣ ሲ ኣነስ እምዚኣ ኢላ ከሎ ኣብ ኢደይ ዓሪፍኒ ሕደጎ ኣብ ኢደይ ዓሪፍኒ

ምስ ሕደጎ ገብረመድህን ኢና ዘለና። ሕጂ ትርሓስ ገብረገርግሽ በዓልቲ ቤቱ ንሳሚ እያ ማለት እዩ። ተዘክሮ ኣለዋ ብዛዕባ ሕደጎ እስከ ትርሓስ ከመይ ኣለኺ? ሓንደ ቀኒኺ? እግዚኣብሔር ይመስገን። ስለቲ ወግዒ ቡንኪ ከዓ ነመስግን። ካብ ኣቀባብላኺ ጀሚርና ኣዚና ነመስግን። እስከ ሕደጎ መዓስ ኢኺ ትፈልጥዮ? ካብ ዝመርዖ ዓሰርተ ሓደ ዓመት ገይረ ኣለኹ። ዒስራ ዓመት ገረ ኣለኹ ማለት እዩ ዓሰርተ ዓመት ቅድሚ ሙርዓወይቲ ዓሰርተ ዓመት ከለኹ
ብምንታይ ኢኹ ተፈልጥዮ ንሕደጎ ብደርፎ እስከ ሽዑ ናብ ናብ ንእስነት ክሰ ተመለሲ ሽዑ መዛኑኺ ኣብቲ ከባቢ ዝነበሩ መተዓቢትኺ ሕደጎ ከመይ ይፍለጥ ነይሩ ሽዑ ኣብቲ እዋን እቲ ህቡብ እዩ ነይሩ ማለት ሲ ፍሉጥ እዩ ነይሩ ደርፉ ኣብ ንሕና እኳ ሃገረሰብ ስለ ዝኾነ ብረድዮ እንዲያ ንስምዖ ሕጂ ተደጋጋሚ ንሱ ክደርፍ ከሎስ ኩላትና ኢና ንእከብ ገዛውትና ክንሰምዖ ካብኡ ከዓ ኣብዚ ገዛ ምስ መጻኹ ከዓ ብዝያዳ ከዓ ምስ ራእኹ እታ እታ ብስእሊ እኳ ዘይኮነስ በቲ ጽሑፍ ንቕድም ርእየዮ ድሓር ነደይ ከዓ ሓቲተያ ማለት እዩ ንሓማተይ ከምዚ ኢሉ እዩ ወደይ ገለ ኢላትኒ ከም ዝፈትዎ ከዓ ኣዕሊለያ ማለት እዩ ተገሪምኪ ትኾኒ ከምቲ ዝፈትዎስ ኣብዚ ገዛ ጸኒሑኒ ገለ ኢለያ ማለት እዩ

ዝኸበርኩም ተዓዘብቲ ናይዚ መደብ ኣብ መደብ ንዘክር ኣለና ቀጺልና ምስ ስነ ጥበበኛታት ኣብ ባንድ ጉጅለ ባህሊ ምስኡ ዝነበሩ ምስኦም ቃል ክህልወና እዩ ንቐጽል መደብና ናብኡ እዩ ክኸውን ንሕጂ ግን ኣብዚ ክኣኽለና እዩ ነዞም ኣብዚ ዝኽሮም ዘካፈሉና

ምስ መደብ ንዘክር ኣለና። ኣብዛ መደብ ንዘክር ኣብ ሕብረተሰብ ኣብ ሃገር ኣበርክቶ ንዝገበሩ ዜጋታት ንዝክረላ መደብ እያ። እስኹም ኣብ ዝሃለኹም ሃሊኹም ሳብስክራይብ ሼር ምስ ኮመንት ብምግባር ንመደብ ንዘክር ነተባብዕ። ኣዶ ኣዶ ርሕቁኒ ኮይኑ ስኩር ማዕዶ መንዩ መንዩ ዘሰንየኒ ምስ መንየ ዝኸዶ ሕጂ ምሳና ዘላ ስነ ጥበበኛ ክብራ መስፍን ኤምሲስተርስ ትፈልጥዋ ኢኹም ደርፋ ክብሪ ከመይ ጽቡቅ ኣለና ኣይከኣሎ ማዕረ ደሓን ኢና ደሓን ኢና መስገን ቁሪ ከመይ ኣሎ ቁሪ ሕጂ ከይዳ እያ ዳርጋ
ከምዚ ዝበልናዮ ኣብ መደብ ንዘክር ኢና ዘለና ኣብዚ መደብ ንዘክር ከዓ ናይ ሕደጎ ገብረመድህን ኣልዒልና ኣለና ብዝኾነ ናይ ሕደጎ ኣፍልጦ ኣብ ገረግር ናይ ወራር ወያነ ዝነበረ ኣብኡ ዑደት ምሳና መፅኡ ነይሩ ምሳና ዑደት ገይሩ ነይሩ ናይ ሓደ ወርሒ ማለት እዩ ሕጂ የሕደጎ ብግዳም እዩ ነይሩ መጺኡና ነይሩ ኣብታ እዋን እቲኣ ምሳና ዑደት ገይሩ ማለት እዩ ከም ሰብ ግን ኣብቲ ሞይኡ እየ ዝያዳ ክዛረብ ዝደሊ ኣብቲ ሞይኡ ጥዑም ደራፋይ ነይሩ ሓያል ደራፋይ ነይሩ ማለተይሲ ኣብቲ ንኸዶ ዝነበርና ሞር ተቐባልነት ነይርዎ ብጣዕሚ ጽቡቅ ተቀባልነት ካብቲ ህዝቢ ካብቲ ሰራዊት ንሰራዊት ኢና ንርኢ ኔርና ብጣዕሚ ሓይሊ ከምዝነበሮ እየ ዝፈልጥ ንፉዕ ደራፋ እዩ ብጣዕሚ ክገርመካ ከምኡ እዩ ኔሩ እቲ ኩነታት
እስኪ ኣብ ሽዑ ኣብቲ ጎስጓስ ንሓይልታት ምክልኻል ትገብርሉ ኣብ ዝነበርኩም እዋን ኣየነይቲ ደርፊ እዩ ደሪፉ ሽዑ? ሳሌማ ትብል ደርፊ ኔራቶ ካብተን ጥዑማት ደርፍታት ዝነበራ ሳሌማ ኢያ ትብል ኔራ ብጣዕሚ በቃ ካላኣይ ግዜ ከይደገማ ዳርጋ ስቅ ኣይብልን ኢዩ መቸም ክነብረልና ኔሩ ውሕደጎ እወ ጥዑም ደራፋይ ኢዩ ንቀጻሊ እዉኒ ማለተይሲ ራኢ ዝነበሮ ወዲ ኢዩ ክብል ልክእል ኣነ ማለት ኢዩ።
እቶም ሰራዊት ከመይ ይሕጎሱ ነይሮም? ብጣዕሚ ቅበልዎ።
ፊድማ ከመይ ይብሎ ነይሩ?
እንታይ ድዩ መሲልካ ካልኣይ ግዜ ዝድገም እንድሕር ኮይኑ ደርፍሲ ብጣዕሚ ተቐባልነት ከም ዘለዎ ኢኻ ትገልጽ ዘለኻ ማለት እዩ። ሕጂ ብጣዕሚ ተቐባልነት ነይርዎ ማለት እዩ። ተረዲእኻኒ? ካልኣይ ግዜ ዝድገም ተኮይኑስ ብጣዕሚ ጥዑም እዩ እቲ ድምፁ ብጣዕሚ እታ ሳሌማ ከኣ ኣዝያ እያ ጥዕምቲ ነይራ። ሓደ እኮ ብፍሉይ ኣብ እቲ ኣብ ናይ ፍቕሪ እዩ ዘተኩር ነይሩ። ይትንክፎም ስለ ዝነበረ እዩ ከምኡ ዝኾኑ ነይሮም ማለት እኳ እዩ። ኩሉ ግዜ ደርፍስ ዝትንክፈካ ተኾይኑ ኢኻ ተዕበድብድ ማለት እዩ ሕጂ ናይ ፍቕሪ እያ ትገልጽ። ኣብቲ እዋን እቲ ከኣ ኣብ ውዕዉዕ ናይ ውትድርና ኩነታት ስለ ዝነበሩ ብጣዕሚ ጽቡቕ ክስታይ ነይርዎ ማለት እዩ እቲ ወዲ እወ ተቐባልነት ነይርዎ ስለዝስ እዚኣ እያ እታ ተዘክሮ ናተይ ማለት እዩ። ድምጻዊት ክብራ መስፍን ምሳና ኣብዚ ጸኒሓ ስለቲ ዕድሜን ኣኽቢራ ናይ ብሓቂ። ግዜ ዝሃበትና ብስምኩምን ብስምናን ነመስግና።
የቐንየልና።
ንድምጻዊ ይሕደጎ ገብረመድህን ኢና ንዝክሮ ዘለና። ሕጂ ዘለናዮ ቤት ሙዚቃ ሳሊና እዩ። ቤት ሙዚቃ ሳሊና ምስ ይሕደጎ ገብረመድህን ነዊሕ ዓመታት ከባቢ ኣርባዕተ ድኾኑ ካሴታት ምስ ሕደጎ ገብረመድህን ብሓባር ዝሰርሑ እዮም። ዝኽርታቱ ከመይ ከም ዝመስል ንዋና ናይቲ ትካል ኣቶ ተኽለ ጊላጋብር ከነዘራርቦ ኢና። ሓጺር ዝኽሪ ክዕለና እዩ። ናብ ምሉእ ትሕዝትኡ። ሰላም መርሓባ ከመይ ኣለና?
ኣልሓምዱሊላህ ከመይ ኣለና? ከመይ ትኸውን?
ብሰላም ዶ?
እግዚኣብሔር ይመስገን።
እስከ ምስ ሕደጎ ሌላኹም ካብ መዓስ እዩ? ምስ ሕደጎ ሌላና ብ97 እዩ። እሱ ከም ሳልሳይ ርእሱ መጺኡ ከምቲ ኩሉ በዓል ሞያ ናብቲ ስነ ጥበብ ደሎ ሒዙ መጺኡ መስምዕ ማለት እዩ ኣነ እዚኤን ኣለዋኒ እድሌኻ ተኾይነንሲ ትሰምዓለይ ትኾንካ ኢልኒ ከምቶም ኖም ኩሎም ድምፃውያን ከኣኒ ሰሚዐዮ ምስ ሰማዕክዎ ኣይጸላእክዎን ግን እቲ ግዜ ዝጠልቦን እቲ ንሱ ሒዝዎ ዝመጸን ቁርብ ፍልልይ ነይርዎ ምስቲ ግዜ ሽዑ ዝነበረ ከዓኒ እስከ እዚ ናይ ፍቕሪ ካልእ ተሊካ ክተምጽእ ትኽእል ትኾንካ ኢለዮ ኣይደንጉየን ኣብ ሳልስታይ መዓልቲ ተመሊሱስ ሒዝዎ ምስ መጸ ኣይጸላእኽዎን ሽዑ ጽቡቕ ተቐባልነት ኣብ ነብሰይ ተገዲሰሉ ማለት እዩ። ካብኡ ሽዕኡ ከዓ እቲ እሱ ናቱ ክእለት ከዓ እንዳመዘንክዎ መፅየ። ምክንያቱስ ምስቲ ንእስነቱን ዕድሚኡን ሲ እቲ ቀሪቦ ነበረስ ብጣዕሚ ኣነ ተቐቢለየ ብወገነይ ኣብቲ ስራሕ ከዓ ኣቲና ጀሚርናዮ ፅቡቕ እውን ከምቲ ዝጀመርናዮ እውን ፅቡቕ እንዳ ፈተኻዮ ትኸይድ ትሕዝቶ እዩ ነይርዎ ብጣዕሚ ጽቡቕ እዩ ኣይጸላእኹን እቦ እስከ ሽዑ ምናልባት ክንዝክሮም ከኣ ክመጸካ ከሎ ምስ ብጦስ እዩ መጺካ እወ ሳልሳይ ርእሱ እንድዩ ወትካቦ ነይሩ እቶም ካልእ እኳ ሕጂ ቅሩብ ረሲዐዮም ሕጂ ንኣሽቱ ስለ ዝነበሩ ብዙሕ ኣይትጽበዮም እያ ሓቂ ዘረባ እቲ ሒዝዎ ምስ መጸ ግን እቲ ዕድሚኡን እቲ ትሕዝቶ ሒዝዎ ድመጸንሲ እንድዒ ንዓይ ሳይ ገይርልኒ ማለት ስሒብኒ ዳሕራይ ኣብቲ ስራሕ ብዙሕ ጥሒልና ማለት ሰሪሕና ንሰርሕ ከለና ከዓ እንዳተረዳእና እሱ እውን ነቲ ሞያ ብፍቕሪ ስለ ዝሓዞ ኣብ ድበልክዎ ዝበልክዎ እዩ ድገብር ሐራይ ናቱ ዝያዳ ደድነቕኩዎ ኣነ ከም መስምዒ ኢሉ ኣብ ካሴት ኣይመልእን እዩ መዘከሪ ኢሉ ኣይ ኖት ገለመለ ብዙሕ ኣይፅሕፍን እዩ እንድዒ ኣብ እንታይ ድሕዘብቲ ሓንጎል ይመስለኒ ምፅእ ኢሉ እታ ዘላ ኩላ ኢድ ወፃ እጂ እቲ ኣላጋግባ እቲ ናቱ ቅዲ ከዓኒ ስታይሉ ከዓ ምስ ዘመኑ ድኸይድ ጥዑም ኮይኑ ዝሰምዕኒ ቀፂልና እቲ ህዝቢ እውን ከምኡ እዩ ፈትዩዎ ተቐቢልዎ። ፍሽኽ በሊ የሩዳ ምስ ሰርሐ እታ ቀዳመይትስ ፅቡቕ ከም ድኸይድሲ ተስፋ ሳይ ገይረሉ ማለት እዩ። ኩሉ ነገር እዩ ከዓ እሱ ዜማ፣ ግጥሚ እቲ ሓደ ብልጫ ናቱ ክልቲኡ እንድሕር ደኣ ኣብ ሓደ ዝስራሕ እንድሕር ኮይኑ ንዕኡ ከምቲ ዝደልዮ ስራሕ እቲ ገጣማይሲ እቲ ዝዝይመሉ ሰብ ልክዕ ከምቲ ናቱ ዝድልዮ ከምጽኣሉ ይጽዕር እዩ እሱ ግን ኩሉ ካብኡ ስለ ዝኾነ ግን ብጣዕሚ እቲ ናቱ ትሕዝቶ ትህቦ ካብቶም ተመረጽቲ ሰባት እዩ ክብሎ ክእላ ጽቡቅ እስከ
የሕደጎ ገብረ መድህን ኣብዚ ቤት ሙዚቃ ሳሊና ክንደይ ካሴት ይፍሪ? ኣብዚ ቤት ሙዚቃ ሳሊና ኣርባዕተ እዩ ኣርባዕተ ካሴት ሕጂ እታ ፍሽኽ ብል ዮርዳ ብሓንሳ ኮይና ሰሪሕናያ ዳሕራይ ኣብቲ ባጀት ሽዑ ዋጋ ዝነበረ ምስቲ ደውፃእናዮን ምስቲ ኣብ ዕዳጋ ዝነበረን ኣይተበለን እሱ ከዓ መጀመርቱ ስለ ዝኾነ ከዓ ንካልእ ይሰምዕ ነይሩ እሞ ንሽጣ ምእንቲ እሱ ክኣምን ኢለ ንሽጣ ኢለ ናብ ካልእ ሸጥናያ ሸይጥናያ ከኣ ሽዑ ኣሚኑ ማለት እቲ እቲ ዕዳጋ ደሎን እቲ ዝድረስ ነንበይኑ ካብኡ ሽዑ እታ ካልኣይቲ ከዓ ሳሌማ በቲ ስምምዕና ወዲእና ኣነ ከም ዋና እሱ ከዓ ከም ድምፃዊ ኮይና ዘርጊሕናያ ሽዑ ዝያዳ ከዓ ንዕኡ ሽም ተቐባልነት ረኺቡ እታ ካሴት ከዓ ፍትውቲ እያ ስጋዕ ሕጂ ስታይ እዩ ከምኡ እንዳልና ኣብ ዓመት ሓንቲ ግዜ ነውፅእ ነርና በዓል ፌሩዛ በዓል ፍሽኽትኣ እዚታት ካሴታ ዘርእስቱ ሓቲምና ዘርጊሕና መደባቱ ብዙሕ ነይርዎ ግን እቲ ግዜ ኣይሓገዞን ኣብ ተስፋ ዝነበሮ ስነ ጥበባዊ እዩ ብሓቂ ገበ እንዴ ገይረ እንተፍቀርክዋ ዋላስ ክንእዩ ሶም ዘይሓዝዋ እምበር ንዓኣስ ኣፍቂረያየ ዝበሉ በሉ ኣይገድፋንየ
እስከ በቲ ግብረ መልሲ ክትሪኦ ከለካ እቲ ስራሕ ምስ ተሰርሐ ንካሴት እውን ባዕሉ ሰብሮ ነይሩ ማለት ባዕሉ ባዕሉ ማለት ዝና ከለዋስ ካልእ ከዓ የምፅእ ይበሃል ነይሩ እሞ ኣብ እንታይ ኣለካ ርእቶ እወ ሕጂ ነቲ ሰምዓይ ይቕልጥፎ እዩ ንዕኡ ግን ኣብ ዓመት እንዲ ሓንቲ ከም ስራሕ ንሱ ከኣ ኣብቲ ስራሕ ስለ ዘሎ ነቲ ስራሕ ከኣ ስርሐይ ኢሉ ስለ ዝሓዞ ካልእ ስራሕ ስለ ዘይብሉ ኮሚኢታት እዩ መስለኒ እምበር ከምዚ ትብሎ ዘለኻ ነይርና ደዘራርበና ነይሩ ምክንያቱ ግዜ ተሃይብካዮሲ ነቲ ምስትምቓር ነቲ ሰብ ግን መቸም ይህወኽ ነይሩ ምህዋኽ ከምኡ ኢልና ከዓ ምርሕሓቕ ንፍትን ነርና ብዓቕምና እዚ እቲ ድሌትን እቲ ስታይን ማለት እዩ ክትብሎ ትኽእል። ሕማቕ እውን ኣይኮነን ጽቡቕ እዩ እቲ ትሕዝቱ ግን ነቲ ሰብ ነቲኣ ከይመነወ እቲኣ ክትመጾ ቁሩብ የብሎ ነይሩ ይህውኾ ነይሩ። ጽቡቕ እስከ ሓደ ጎገብ ከም ሰብ ካብቲ ሞይኡ ውጽእ ኢልና ከኣ ክንዕለሉ ከም ሰብ ከ ከመይ ነይሩ ምሳኻ ክዘራረብ ክዕልል ገለ ከሎሲ ኣብቲ ክባሱ ከመይ ዓይነት ሰብ እዩ? ይሕደጎ
መስተውዓሊ እዩ ኩሉ ነገር ዋላ እንታይ ንዓዑ ኣብ ርእሲኡ ኣለኻ ይፈልጠካ ኢዩ ድሕሪ ደስ ዘይበሎ ገዲፍካ ኢዩ ድኸይድ ተመሊሱ ይመጽእ ዳርጋ ከም ይሕዋት ኢና ነርና እሱ ውን ከምኡ ኢዩ ድብል ነሩ ዳሕራይ ግዜ ቁሩብ ተቐያይርና ምኽንያቱ እቲ ቦታ እሱ ድኣትዎን እቲ ስራሕን ቁሩብ ፍልልይ ገሩ እምበር ኣብቲ ናይ መጀመርያ ብጣዕሚ ብታ እሱ ከኣ ተራኽቦ ከኣ ብዛዕባ እታ ናይ ሙዚቃ ነገር እያ እሳ እያ እታ ስርሑ ንዓይ እዩ ክቃለስ ለይትን መዓልትን ንዓይ ድሓስብ እሱ እዩ ከኣ የዕዊትዎ እዩ ድብል ኣይሓውሶን እዩ ዝኾነ ካልእ ስራሕ ኣይሕውስኒ ነይሩ ብጣዕሚ ጽቡቕ ተቐባልነት ዝነበሮ ሰብ እዩ ዕዳጋ ውስኪ ከነብለላ ከመይ ይለዓል ነይሩ ካሴታት ኣብ ዕዳጋ መልሰ ከመይ ይፈትዎ ነይሩ ከመይ ይጽበዮ ነይሩ። እወ ሕጂ ካሴት ናይ ሕደጎ ሽዑ ውዑይ ኣይከይድን ምስ ወጸ ምስ ኣስተማቐሮ እዩ እቲ ሰብ ዳሕራይ ቀስ ኢሉ ዘገም ኢሉ እዩ ዝኸይድ ውዑይ ኣይኮነን ግን እቲ ናቱ መናእሰይን ንኹሉ ደማለ እዩ ማእኸላይ ዕድመ ነቶም ናእሽቱ እስካዕ ሕጂ እውን ንዕኡ ደስተማቕሩ እዩ ደሎ እዚ ምስቶም ናይ ቀደም ዳርጋ እዩ ድስራሕ እቲ ዜምኡታቱ ወይ እቲ ተፋታውነቱ ከምኡ እዩ ሰብ ከዓ ይህወኽ ነይሩ ዳሕራይ ደኣ እቲ ምስ ደንጎየ ብቲ ዳሕራይ ኣየውፅእን ድዩ ከውፅእ ድዩ ገለ እዮም ዝብሉ ነይሮም ዝኾነ ግን ሓፂርዎ ናስፅበናዮ እዩ ተኾኒፉ ዝኸበርኩም ተኸታተልቲ ናይዚ መደብ ንኣቶ ተኽለ ስለቲ ዝኽርታቱ ግዚኡ ስለ ዝሃበና ብስንኩምን ምስናን ኣዝና ነመስግኖ። የቐንየልና ክብረት ሃበና። የቐንየልና ኣቶ ተኽለ። የቐንየልና ክብረት ሃበና። ተራ ይበሉ እስከ ከምዝታት ኣይትጥፍኡና ኩሎም ምዝኽኻር ከድሊ እዩ ንኹሉ። ጽቡቕ ይኹን። የቐንየልና። ኣምላኽ ይሓሉ።

ከምዚ ክንብል ፅናሕና ንሕደጎ ገብረመድህን ኢና ንዝክር ዘለና እስከ ንሕደጎ ገብረመድህን ካብ መዓስ ኢኻ ትፈልጦ?
ኣብቲ ድሕሪ ካልኣይ ወራር ወያነ ክሳብ ክልተ ሽሕ ብሓንሳብ ኣብታ ኣነ ሒዘያ ዑደት ዝገብር ዝነበርኩ ጉጅለ ገረግር ኣስመራ ትበሃል ጉጅለ ነይራትና። ምኽንያቱ ቀደም ገረግር ኣስመራ ካብ ድፋዕ ንዝመፁ በራጊድ ኣሃዱታት ህዝባዊ ሰራዊት ባህላዊ ምርኢት ዝረኣየሉ ቦታ እዩ ነይሩ። ስነ ጥበባዊ ንጥፈታት፣ ባህላዊ ንጥፈታት፣ ሰሚናራት ኩሉ ዝካየደሉ ቦታ ስለዝነበረ ካብኣ ተበጊስና ኢና ነዛ ጉጅለ ይሕደጎ ምሳና ዝነበረ ጉጅለ ግርግር ኣስመራ ኢልናያ። ኣብዚ ምሳና ዳርጋ መላእ ኤርትራ ኣብ ዳርጋ ኩሉ ሓይልታት ምክልኻል ኤርትራ ዝርከብዎ ድፋዓት ክሳብ ጥቓ ድፋዕ እናቐረብና ብቐትሪ ንርኢ፣ ዝበዝሕ ብቐትሪ እዩ፣ ኣብ ሓደ ሓደ ብለይቲ ዝበዝሕ ግን ጽዑቕ ጎስጋስ ባህላዊ ንጥፈታት፣ ስነ ጥበባዊ ንጥፈታት ዝድረኸሉ ዝነበረ ሽዑ እየ ተላልዩ ኣነ ብርሑቕ እፈልጦ ነይረ በቲ የቕጭዎ ዝነበረ ካሴታት እታ ጉጅለ እቲኣ ብዙሓት ዓበይቲ ደረፍቲ ነይሮም ከም በዓል ተኽልንኪኤል ገብሩ ከም በዓል መሸሽ ካልእ ውን ካብ ደገ ዝመጹና ኤርትራውያን እኳ ዓበይቲ ደረፍቲ ነይሮም በዓል ሃይለ ገብሩ ተፈኖ ሓጎስ ብርሃነ ኖኖ ሳሚ እዚኦም ኩሎም ጠዓመ ወልደምኪኤል ኮታስ ብዙሓት እዮም ድልድልቲ እያ ድልድልቲ ጉጅለ እያ ግርግር ኣስመራ እዋ። ግርግር ኣስመራ ከዓ ዱልዱል ዕርድን ዱልዱል ደጀንን ብፀላኢ ዘይተደብረ እዩ እዋ። እጂ ቃ እዛ ሽም እዚኣ ጌርና ኢና ዑደት ጌርና እሞ ይሕደጎ ኣብ መንጎ እዞም ጠቕሰልካ ፀናሕኹ ካልኦት በዓል ወድሩፍ ነይሮም ዓምር ዓብደላ ኣጀቤና ናይ ካልኦት ዓምር ፋይት ኣድም ፋይድ እዎ ነይሩ መሓመድ ድርፍ ነይሩ ዓብደላ ዓብዱ ነይሩ ሓጃይት ምንዳል ነይራ ናይ ትግረ ደረፍቲ ውን ብዙሓት ነይሮምና በዓል መሓሙድ ዓሊ ሓሰብ ዝበሃሉ እዛ ጉጅለ ሲ ድልድል ዝበለት እያ ኣብ ውሽጢ እዛ ድልድልቲ ጉጅለ እዩ
የሕደጎ ነይሩ የሕደጎ ድምፃዊ የሕደጎ ነይሩ እስከ ክንምለስ ንድሕሪት

ደሓር ኣብቲ መድረኽ ምስ ኣተና ሰራዊት ክንርኢ ከለና ግን ይገርመኒ ነይሩ ሙዚቃ እቲ ኢንትሮዳክሽን ምስ ተጀመረ ናይ ሙዚቃ መእተዊ ንሱ ከይኣተወ ከሎ መሬት መሊኡ ኣሎ ብሰራዊት እታ ሙዚቃ ክትጅምር ናይ ሳሌማ ከላ ብምሉእ ዝጎልጎል መሊኡ ኣሎ ገርመኒ ሸውዓይ እዚ ሳሌማስ ከመይ እያ እዛ ደርፊ ይብል ነይረ እቲ ብዙሓት ደረፍቲ ከኣ ስለ ዝነበሩና ካብ ሓንቲ ወይ ክልተ ንላዕሊ ዕድል የለን ተበጻሕኻ ክልተ በዓልቲ ክልንኪ እገብሩ ከኣ ኣለዉ ዝገብሩኻ እዚ ረርስ ኩላቶም ብጣዕሚ ቅቡላት እዮም ነይሮም ግን ናይ ይሕደጎ ገብረመድህን ተቐባልነት ኣብቲ ምሉእ ዑደት ክሪኦ ከለኹ ብፍላይ ኣብ መንእሰያት ብጣዕሚ ብጣዕሚ ጓህሮም ወዶም ልክዕ ምስ እዮም ዝተርፉ ማዕረ ማዕረ እዩ ማዕረ
ገርመኒ ምሻሎ ምስ ኣተወ ገለ ሃሙን ኣይፅበዩን እዮም ሙዚቃ ክጅመር ከሎ ዝፈልጥዎ ንሱ ክመፅእ ምዃኑ ክሳዕ ክንደይ ልሉይ ነይሩ ክሳዕ ክንደይ ህቡብ ነይሩ ክሳዕ ክንደይ ፍቱው መንእሰይ ነይሩ ብሓቂ ተጎጂእና ኣብቲ ናይ ስነጥበብ ዓለም ግን መስዋእቲ ናይ ኩላህና ዕጫ ስለዝኮነ ዝግበር ነገር የብሉን እንተዝጸንሕ ነይሩ ምናልባት ብዙሕ መፍረየ ነይሩ ብዙሓት ደርፍታት እየ ዘንብዓል ሳሌማን ገንዘብ ጠላም መንጎኛ የለን ድዩ ሃገረይ ጠሊማ ድያ ኣብ ዘላቶ ገበን ድያ ገይረ እዚ ሕጂ ከምዛ ሓቶ ዝበልናዮ ከይጠፍኣኒ ኢለ ኖት ገይረዮ እሞ ከምዚ ማሕበራዊ ጉዳይ እዩ ዝበዝሕ ጀካ እቲ ሃገረይ ኣብኣ ዘላ ግን ንጥዕነት መንእሰይ ካብ መድርኹ እዩ እቲ ኣብ ሃገራዊ ኣገልግሎት ይኹን ኣብ ግንባራት ተጸሚዱ ዝነበረ ዋርሳይ ንሱ ዘስተማቕሮ ደርፍታት እዩ ናይ ያሕለጎ ደርፊ ናይ ብሓቂ ህቡብ ቁቡል እዩ ነይሩ።
ከመይ ትሪኦ ያሕለጎ ግጥምታቱ ከመይ ትሪኦ?
ካብቲ ህቡብ ዘገበሮ